ኣህሌን ኣህሌን ደቂ ዓበይቲ ሃመያኻቶም ሃመይ እኒኣኹም ዳሕና ዲኹም? ድሕሪ ህንደይ ኣዋርሕ ሕዚ እየ መፂኤ እኒኦኹ ማለት እዩ። በርግፅ ይለቅቕ እንድየ ቪድዮ ግን ልክዕ ከምዚ ናይ ቀደም ስርሐ ኢለ ክሕዞ ሰይኸኣልኹይ ሎማዕንቲ እየ መፂኦም እኒኦኹ ብምግቢ ያው ምግቢ ብዙሕ ዓይነት ምግቢ ኢና ንሰርሕ እዳዓረብ ዘለና ጓላት ማለት እዩ ሎማዕንቲ

ብቻ ብዙሕ ዓይነት ቀመም እየ ገይረ እቲ ስጋ ከዓ መቲረ መቲረሉ እየ ምክንያቱ ኣብ ክልተ ክልተ ደርሆ ኣብ ሓንቲ ደርሆ ሲ ኣብ ክልተ ክልተ እየ ቆሪፀያ ኣብ ክልተ ብሒቃ ገይረ ቆሪፀ ካብኡ ከዓ እቲ ናይ ኣፍ ልባና እቲ እግራ ግዴታ እቲ ቀመም እቲ ጨውቲ ኩሉ ነገር ንክትኣትዎ ንእሽቶ ክትፍ ክትፍ ኣቢልሉ እየ ማለት እዩ ከምዚ ትሪእዎ ዘለኹም ቀመም ናገበርኩ እየ ከዚ ከምዚ ጨው ካብ ቀይሕ ቃርያ ዝተጠሓነ ኣብ ዝለለዩ ሞን ዘቤት ወይራ ወይ ከዓ ዘይ ዘይትን ኢና ንብሎ ብዛ ዓዲ ኣብዚ ሌሙን ሽፍጥጥ ኣለኹሉ እየ ዘቤት ወይራ እውን ከዚ ክውስኸሉ እየ ኣጋጣሚ ፃዕራ ሽንጉርቲ እኳ ልተ ኖርማል ሽንጉርቲ ነይርኒ እንድዩ ግን ክገብረለይ ካልኹ ሕሩጭ ቆንጆ እዩ ምክንያቱ ልክዕ ከምቲ ናይ ቀመም ክኾነለይ እየ ደልየ ኣብዚ ቐፋል ገይረ ኢደ ኣትየዮ እነኹ ብጣዕሚ እየ እንትን ኣቢለዮ ምኽንያቱ እቲ ቀመም ናይ ውሽጢ ምእንታይ ክኣትወለይ ምእንታይ ጣዕሙ ቆንጆ ክኾን ላማሰልክዎ እየ እዚ ላስተኻኸልክዎ እቲ ቀመም ንኽኣትወ ውሽጢ ማለት እዩ። በነገራችን ኽብድ ይብል እዩ ድል ሎሞዶ ቀሊል እዩ ሓቂ ዘረባ ድለይ ሎሞደ ግን ብጣዕሚ ኸብድ እዩ ኢለ እየ ዝሓስብ እዘን እትሪእዎ ዘለኹን ሰለስተ ድየን ኣርባዕተ ደርሆ እየን ነይረን ሓዲኡ እኳ ሰሪሐዮ ወዲኦ ሰለስቲኡ ግን ናይ ልማዕንቲ ምሳሕ እዩ ብሮስት ማለት እዩ ገዛ ብጣዕሚ እዮም መሲለዮ ኸዚ እዚ እንሆ ወዲያው ወዲያው ቀመም ገይረ ወዲያው ኣይጠወስኽዎይ ምክንያቱ ተቢለዮ ምትባል ይበሃል ብዛ ዓዲ

ካብ ልቀምም ገይረ ኣማስለኹዎ ማለት እዩ። ያው ዶርሆኡ ኣብዚ እኒኦ እዚ እውን እንታይ እዩ እዚ ጸባ ድዩ ገለ ትብለኒ እወ ጸባ እዩ ኣብቲ ጸባ በለ ንእሽቶን ጨውና ቀመም ገይረሉ እዮ ካብኡ ብዝዋኑ ኣብዚ እቲ ሕሩጭ ክንስንሰሉ እዮ ምክንያቱ ትጥብስ ተሎ ምስ ወፀ ቆንጆ እዩ ኸርሸም ኸርሸም እዩ ድብል ማርያምን ብጣዕሚ እዩ ቆንጆ ለይመኮርክና ሞክረ ክልክን ይደሊ ምክንያቱ ቆንጆ እዩ ሓቂ ዘረባ ሓደ ኣብ ገዛ ልትስራሕ ምግቢ ኣብ ደገ ፍልልይ እኒኦዎ እዮ

ኣእትየዮ ማለት እዩ። ኣብዚ ከዓ ሓንቲ ደርሆ ጠቢሰያ ብቻ ኣጋ ምውዳእ እየ ቀሪፀዮ እውን ኢሉኒ ስለምንታይ ኢለ ይቀርፅባ ገለ ኢለ እዚ ብጎድኒ እንዳጠበስኩ እናሃለኹ ብርሽን መጀመርያ ቀይሕ ሽጉርቲ ቀለውልዎ ንእሽቶን ካብኡ ብርሽን ኣምፂኣ ምስ ዘርኣኹምዎ ብላስቲክ ነይሩ ኣዕሪቀዮ ኣብኡ ኣብ እዚ ብረድስቲ ጥብስ ጥብስ ኣቢለዮ ንእሽቶ ሕምስ ሕምስ ኣቢለዮዋ በነገራችን ከምዚ ዓይነት ብርሽን ኣነ ክፈትዮ ብጣዕሚ እየ ዝፈትዎ ሓቂ ዘረባ ፀሊም ብርሽን ካብኡ እዚ ፀሊም ብርሽን መጀደራ ክሰርሕ ሓሲበዮ ከምዚ ዝገብር ኣለኹ ኣብቲ ሕምስ ምስ ኣበልኩ ሽንጉርቲ ብርሽኑ ቀመም ገይረሉ ማጀ ፍልፍል ኣስወድ በቃ ቀመማ ዘለክን ቀመም ማለት ግዴታ ለለካ እኳን ግዴታ ሌብልካስ ኣምፂኻ ትገብረላ ኣይትኽእል ለለካ እኻ ትገብር ማለት ካብኡ ዝገይረ ሕምስ ኣቢለዮ ጥብስ እዮ ኣቢለዮ እኒኹ እዚ ማይ ክሰደሉ እየ ጨው ለገብረሉ እየ ጨው ገይረሉ እየ ምስለና ዞሮ ዞሮ ማይ ክሰደሉ እየ ንሰን ውቓዕ ምስ በለለይ ማይ ክሰደሉ እየ ማይ ከዓ ናይ እንትን ተኮይንስ ቃልጢፉ ኣይበስሊ ናይ እንትን ገይረ ክናብሎ ዝሑል ማይ ገይረሉ እየ ኣነ ኣተኪሳ ክንኮ ገይረዮ ምክንያቱ ኣይበስለለይ ተሎ ተሎ ክበስል እየ ደልየዮ ኣብ ዘረኦ ክነ ማይ ስድ ኣቢለሉ ኣብዚ ክካድነ እየ ንእሽተን ማይ ወስከ ክካድነ እየ ኣብዚ ኣሎ ብጎድነይ ስጋ ኢላ ረእኩ ማለት እዩ በነገራችን ረእየ ቆንጆ እዩ ስጋ ማለት ሞክሮ ልክዕ ብሮስት ናይ ደገ እዩ ልመስል ጣዕሙ በተለይ ይፍለ እዩ ማለት እዩ ብጣዕሚ እዮም ዝፈትዩ ኣብዚ ገዛ ዘለኹ ሓቂ ዘረባ እና ሞክሮኦ ብጣዕሚ ቆንጆ ምግቢ እዩ ብርሽነይ በሲልለይ ተቕ ምስ በለ ሩዘ ያግብ ይልሉ እዚ ማለት እዩ ሩዝ ከዓ እዚ ፃዕዳ ንኦ ሩዝ ፃዕዳ ሩዝ መስሪና ንብሎ ብየከባቢኡ መቸም ታየን ልበላ